ሰላም ክቡራት ተዓዘብቲ ላዛና ኦፊሻል ቲቪ ሎሚ ዘቕርበልኩም ዛንታ ልክዕ ከምቲ ኣብ መጻሕፍቲ ተራእዩ ዘይፈልጥ ኣዝዩ ዘንቀጥቅጥ ንሕልና ሰብ ዝፍትሽ እዩ ሓደ ሰብ ብዘይ ፍቕሪ ክቐጽል ይኽእል ድዩ ወይ ሓሶት ንሓዳር ከምቲ እምነት ብዘይ ተግባር እዩ ሳሮን ቴድሮስ ንዓመታት ከም ፍጹም ሰብ ሓዳር እዮም ዝነብሩ ነይሮም ጎረባብቲ ይግረሙ፣ ስድራ ቤቶም ድማ ይሕጎሱ። ግን ኣብ ውሽጢ እቲ ገዛ ካልእ ዓለም ነበረ። ኣርባዕተ ዓመት ምሉእ ሓደ ምስጢር ተሓቢኡ ነበረ። ሎሚ ግን እቲ ኣርባዕተ ዓመት ምሉእ ከም ከውሒ ዝኸበደ ምስጢር ኣብ ሓንቲ ምሸት ናብ ምፍልላይ ዝቕየረሉ እዋን በፂሑ ኣሎ። እዚ ዛንታ እዚ ፍቕሪ፣ ክሕደት፣ ፍርሒ ከምኡውን መወዳእትኡ ከቢድ መቕጻዕቲ ዝሓዘ እዩ። ንምሉእ ትሕዝትኡ ሓቢርና ንከታተል ናብ ኩሉ ሰብ ክበጽሕ ከኣ ላይክ ሸር ብምግባር ተሓባበሩኒ። ሳሮን ያሬድን ብንእስነቶም እዮም ኣብ ሓደ ገዛውቲ ብሓደ ዓብዮም። ያሬድ ንሳሮን ክውንና ዘይገብሮ ነገር ኣይነበሮን። ድሕሪ ግዜ ግን እቲ ናይ ቤት ትምህርቲ ርክቦም ናብ ዓሚቕ ፍቕሪ ተቐየረ። ንስኺ ናይ መጻኢየይ ኢኺ፣ ንዓኺ ጥራየ ዘፍቅር ዝብል ቃል ይኣትወላ ነበረ። ያሬድ ንዓኣ ከም ንግስቲ እዩ ዝርያ ነይሩ። ሳሮን ስድራ ቤታ ሓያላት ሰባት ስለ ዝነበሩ ምስ ያሬድ ብሕቡእ እዮም ዝራኸቡ ነይሮም። ድሕሪ ነዊሕ ናይ ፍቕሪ ጉዕዞ በቲ ዝፍጽምዎ ዝነበሩ ጌጋታት ሳሮን ካብ ያሬድ ከም ዝጠነሰት ፈለጠት። እቲ ዜና ንያሬድ ክትነግሮ ክትዳሎ ከላ ስድራ ቤታ ኣብዚ ሰሙን እዚ ክትምርዓዊ ኢኺ ኢሎም ብሓይሊ ወሰኑላ። ያሬድ ክሕግዝ ኣይከኣለን። ሳሮን ከኣ ካብ ስድራ ቤታ ከይትንጸል ፈሪሓ ንያሬድ ገዲፋ ነቲ ስድራ ቤታ ዝመረጹላ ለዋህ ወዲ ቴድሮስ ተመርዓወቶ። ዘጋጠማ ከይትነግሮ ካልኣይ ጌጋ ትፈጥር ከም ዘላ እናፈለጠት እያ ነዚ ውሳነ ትፍጽሞ ዘላ። ማዕረ ክንደይ ሳዕቤን ከም ዘለዎ ግን ተረዲእዎ እዩ። ሳሮን ምስ ቴድሮስ ክትምርዖ ከላ ንያሬድ ካብኡ ጠኒሳ ከም ዘላ ነገረቶ። ውሽጡ ሕጉስ እኳ እንተነበረ ትምርዖ ከም ዘላ ነገረቶ። ስለዚ ኸኣ ክትምርዓዊ ፍቓደኛ ኣይኮንኩን። ብዛዕባ ነብስኺ እምበር ብዛዕባ ኣብ ዙርያኺ ዘለና ሰባትን ኣብ ከብድኺ ዘሎ ዕሸልን ኣይትሓስብን ዘለኺ። ስለዚ ሰባት ከይበደልኪ ስድራኺ ነጊርና ብሓደ ምንባር ይሕሸና በላ። በጃኻ ጊደፈኒ፣ ጠባይ ስድራይ ባዕለየ ዝፈልጦ። ክስጎግ ዲኻ ደሊኻ? ሳሮን፣ ኣነ እንታይ ክመጽእ ከም ዝኽእል ነጊረኪ ኣለኹ። ሓቂ ኸኣ ናይ ግዜ ጉዳይ እምበር ምውጽኡ ይተርፎን እዩ። ልዕሊ እዚ ክዛረብ ኣይደልን እየ። ኣነ ክገድፈኪ፣ ውላደይ ግን ከምዚ ክኸውን ኣይፈቅድን እየ ኢሉ ገዲፍዋ ኸደ። ሳሮን ንቴድሮስ ኣብ ሕጽኖት ዝተፈጥረ ኢላ ከተእምኖ ፈተነት። ኩሉ ነገር ተፈጸመ። ንጓሎም ከኣ ማራናታ ኢሎም ጸወዕዋ። ማራናታ ንሳሮን ጥራይ ዘይኮነትስ ንያሬድ ትመስል ነበረት። ቴድሮስ ከም ብርሃን ዓይኑ የፍቅራ ነበረ። ሳሮን ግን ኣብ ማእከል ሓጎስ ቴድሮስን ራዕዲ ያሬድን ተቐርቂራ ነበረት። ያሬድ ንሳሮን ይድውለላ። ይናፍቐኪ ኣለኹ ክንራኸብ ኣለና ብጓለይ ኣይቀሰንኩን ጓለይ ብህይወት ከለኹ ምስ ካልእ ክትዓቢ ኣይፈቅድን እናበለ የፈራርሓ ነበረ ድሕሪ ኣርባዕተ ዓመት ያሬድ ክትነግርዮ ኣለኪ እንተዘይኮይኑ ኣነ ባዕለይ ክነግሮ እየ በለኒ ሳሮን ከይትብድሎ ፈሪሓ ከላ ያሬድ ናብ ገጾም መጸ ቴድሮስ ንያሬድ ከም ኖርማል ዝፋለጡ ሰባት ማይ ቀርብሎ መግብኻ ኣዳልዊ ብምባል ናይ ክብሪ ቃላት ኣርኣዮ። ነዚ ኩሉ ዝተዓዘበ ያሬድ ውሽጡ ኣመና ደንገጸሉ። ግን ከኣ ስቕ እንተይሉ ዝያዳ ከም ዝብደል ኣሚኑ ክነግሮ ወሰነ። ከምዚ ኢሉ ከኣ ጀመረ። ቴድሮስ ሎሚ ሓደ ነገር ክነግረካ እየ። ስለ ኩሉ ነገር ከኣ ኣቐዲመ ይቕሬታ ይሓተካ። ማራናታ ጓልካ ዘይኮነት ጓለያ ኢሉ ብትሑት ድምፂ ነገሮ። ቴድሮስ ክኣምን ኣይከኣለን። ብጃኻ ትላገጽ ከይትህሉ ኣነ ብኸምዚታት ዋዛ ይፈቱን እየ በሎ። ሓቂ ነግረካ ኣለኹ ቴድሮስ፣ እንተዘይኣሚንካኒ ንሳሮን ሕተታ። ቴድሮስ ንሳሮን እዚ ዝበሃል ዘሎ ሓቂ ድዩ? ኢሉ ደጋጊሙ ሓተታ። ሳሮን ብፍርሒ ዝተሓወሶ ቃላት እወ ምስ በለቶ ንምንታይ ንምንታይ ከም ዝተደልዩ ስለምንታይ ከ ብሓሶት ከምዚ ክትገብሩኒ ወሲንኩም ስለምንታይ ብምባል ያሬድ ማራናታ ጓለያ በለ። እቲ ለዋህ ዝነበረ ቴድሮስ ኣብ ማእከል ዓይኑ ሓዊ ረኣየ። እቲ ንዓመታት ዝሰኣሎ ስድራ ቤታዊ ሕልሚ ኣብ ቅድሚ ዓይኑ ክፈርስ ከሎ ስምዒቱ ክቆጻጸር ኣይከኣለን። ንያሬድን ሳሮንን ክቐትሎም ኢሉ ብቕልጡፍ ናብ ክሽነ ብምእታው ካራ ለዓለ። እቲ ስቕታ ዝለበሰ ገዛ ብጭንቀት ቴድሮስን ብምንቅጥቃጥ ሳሮንን ኣንፎ ተቐየረ። ቴድሮስ ንኣርባዕተ ዓመት ሓሶት መጊብኩምኒ፣ እዚ መወዳእታኹም እዩ እናበለ ክወግኦም ከሎ ሳሮን ብቕልጡፍ ቴድሮስ ከይረኣያ ቴሌፎን ኣልዒላ ናብ ፖሊስ ደወለት። ሩዱን ኣብ እጃኹም ቀልጥፉ እናበለት መልእኽታ ኣሕለፈት። ፖሊስ ካብ ትጽቢት ንላዕሊ ብቕልጡፍ መጹ። ድምፂ ደወል ፖሊስ ኣብቲ ገዛ ምስ ሰምዑ ቴድሮስ ካሩ ኣብ መሬት ኣውዲቑ ፈጥፈጥ በለ። ፖሊስ ነቲ ኩነታት ምስ ረኣዩ ንሰለስቲኦም ኣብ ትሕቲ ቁፅፅር ኣውዓልዎም። እቲ ንኣርባዕተ ዓመት ዝፀንሐ ምስጢር ኣብ ማእከል ቀይዲ ፖሊስ ተገልጸ። ሳሮን ኣብ ውሽጢ ቤት ማእሰርቲ ክትነብዕ ከላ ያሬድ ድማ ነቲ ዝፈጠሮ ጌጋ ክርድኦ ጀመረ። ቴድሮስ ግን እቲ ንዓመታት ዘፍቅራ ሰበይቱን እቲ ፈታዊኦም ዝመሰሎ ያሬድን ብዘይሓሰብዎ ነኺሶሞ። እቲ ገበን ይጻረ ኣሎ። ሳሮን ንማራናታ ንመን ክትገድፍ ትኽእል? ኣርባዕተ ዓመት ዝወሰደ ሓሶት ኣብ ሓንቲ ለይቲ ህይወት ሰለስተ ሰባት ኣዕነወ። ክቡራት ተዓዘብቲ እዚ ዛንታ እዚ ኣብዚ ይዛዘም፣ ግን እቲ ትምህርቲ ክሳብ ዘልኣለም ይነብር። ቴድሮስ ንኣሰቃቂ ጥልመት ተቐበለ። ሳሮን ግን ሓዳራን ክብራን ኣብ ሓንቲ ምሸት ኣዕነወት። ያሬድ ንሳሮን የፍቅረኪ ኢሉ ህይወታን ህይወት ካልኦት ሰባትን ኣባላሸወ። ኣርባዕተ ዓመት ዝወሰደ ሓሶት ኣብ ሓንቲ ለይቲ ህይወት ሰለስተ ሰባት ተበተነ። እታ ንጽሕቲ ማራናታ ኣብ ማእከል ፖሊስን ራዕዲ ፍትሕን ተሪፋ ኣላ። ሓሶት ንሓቂ ክኽውል ኣይክእልን እዩ። ፍቕሪ ምስ ሓሶት እንተተታሒዙ መወዳእትኡ ሞት ወይ ቤት ማእሰርቲ እዩ። እቲ ዝበደለ እዩ እቲ ዝተበደለኸ? እቲ መሪር ፍርዲ ሕጂ ኣብ ቅድሚ ሕጊ ወዲቑ ኣሎ። ንስኻትኩምከ እንታይ ትብሉ? እቲ ቴድሮስ ዝወሰዶ ስጉምቲ ግቡእ ድዩ ወይስ ሕነ ምፍዳይ ቁኑዕ ኣይኮነን? ኣብ ኮመንት ርእይቶኹምን ነቕፌታኹምን ጸሓፉለይ። ናብ ኩሉ ሰብ ክበጽሕ ሸር ላይክ ብምግባርን ሳብስክራይብ ብምግባር ቤተሰብ ላዛና ኦፊሻል ቲቪ ኩኑ። ስለ ምክትታልኩም ኣመስጊነ ይፍለ ኣብ ዘለኹሞ ሰላምን ፍቕርን ይምንየልኩም።